እግዚኣብሔር ፈቂዱ ሎምዓንቲ ከኣ ንእሽተይ ቃል ክንካፈል ኢና እሞ ከምቲ ኩሉ ግዜ ንገብሮ እስኪ ካብ ዘለናዮ ሓፍ ኢልና ንእሽተይ ቃል ኣምላኽ ኣንቢብና ንእሽተይ ጸሊና ኦረዲ ተጸልዩ ስለ ዝኾነ ጸሊና ክንጅምር ኢና ቃል ኣምላኽ እግዚኣብሔር ይመስገን ግን ሕጂ ኣብ ሓደ ሓሳብ ኮይና እግዚኣብሔር ይመስገን እስኪ ናብቲ መንፈሱ ናብቲ ውሽጢ መዓሙቕ እናእተና እግዚኣብሔር ይመስገን እግዚኣብሔር ክዛረበና ስለ ዝኾነ ሃሌሉያ ሃሌሉያ ደጊም ከም ፍቁራት ውሉድ ሰዓብቲ ኣምላኽ ኩኑ እያ ትብል ናይ ሎማዓንቲ ጥቅሲ ደጊም ከም ፍቁራት ውሉድ ሰዓብቲ ኣምላኽ ኩኑ ዘላለማዊ ዝኾንካ እግዚኣብሔር ኣምላኽ ብጎይታ ብየሱስ ስም ነመስግነካ ኣሎና ንስኻ ካብ ዘላለም ንዘላለም ህያው ኮንካ ትነብር ኣምላኽ ስለ ዝኾንካ ተመስገን ሕጂ ድማ ከምቲ ቃልካ ሃሌሉያ ከም ሞደሻ ተገሊጹ ዘሎ እግዚኣብሔር ኣምላኬ ኣብ ቅድሜና ደው ዝብል ኩሉ ከውሕታት ሓሸምሸም ከተብሎ ይጽሊ ኣለኩ ከምቲ ቃልካ ብሰይፊ ዝተገልጸ እግዚኣብሔር ኣምላኬ ምፍልላይ ክከውን ሕጂ ይጽሊ ኣለኩ ከምቲ ቃልካ ሓዊ ዝኮነ እግዚኣብሔር ኣምላኬ በዛ ሰዓት እዚኣ ድማ ኩሉ ክፉእ ዘበለ ከቃጽሎን ክህምኮን ብሽም የሱስ እጽሊ ኣለኩ ኣብ ጉባኤና ንስካ ሰልጥን ቃልካ ይሰልጥን ክብሪ ንዓካ ይኩን ብወድካ ብየሱስ ስም ኣሜን ኣሜን። ጎይታ ይባርኩም ሃሌሉያ ባር እግዚኣብሔር ኣምላኽ ዝተመስገነ ይኹን ናይ ሎማዓንቲ እግዚኣብሔር ኣብ ልበይ ዘቐመጠለይ ቃል እዚኣ ዝረኣናያ እያ ኣብ ኤፌሶን ሓሙሽተ እያ ትርከብ እግዚኣብሔር ይመስገን እዚኣ እንታይ ትብል መሲልኩም ደጊም ኢላ እያ ትጅምር ኣስተውዕልኩም ላለኹምሽ ደጊም ከም ፍቑራት ውሉድ ሰዓብቲ ኣምላኽ ኩኑ ክብል ከሎ እታ ደጊም ትብል ዘላ ሕጂ ንሓደ ነገር እያ ተመልክት ምሽ? እታ ቅድሚኣ ዘላ ምዕራፍ ኣይተወደእትን እሞ መቐጸልታኣ ምዃና እያ። እታ ቅድሚኣ ዘላ ምዕራፍ እንታይ እያ እንተ ኢልና ኣብ ኤፌሶን ኣርባዕተ ኢና ንርኢ ማለት እዩ። ኤፌሶን ኣርባዕተ ዳርጋ ኣብ ገዛ ኮንኩም ከተንብብዎ ትኽእሉ ኢኹም ግን ብዛዕባ ብዙሕ ነገር ይዛረብ ሓደ ካብኡ ብክርስቶስ ሓደ ኢና ዝብል ኣለዎ መልእኽቲ ብድሕሪኡ ቀጺሉ ከኣ ሓድሽ ሂወት ናይ ሓደ ክርስትያን ከመይ ክነብር ከም ዘለዎ እያ ትገልጽ ምዕራፍ ኣርባዕተ ሓቀይ ኣስተውዕልኩምላ ተኾንኩም ሓደ ክርስትያን ናይ ብሓቂ የሱስ ክርስቶስ ምስ ተቐበለ መንፈስ ቅዱስ ኣብ ውሽጡ ምስ ኣተወ ብጸጋ ዝነብሮ ሂወት እያ ትገልጽ ሓቀይ ዶ ኣምላኽ መስገን ክብሪ ንኣምላኽ ይኹን ጳውሎስ ነዚ ነገር እዚ ከመይ ዓይነት ኣነባብራ ከመይ ዓይነት ህይወት ክነብር ከም ዘለና ኣብ ላዕሊ ክፅሕፍ ክፅሕፍ ፀኒሑ ድሕሪኡ ኣብ ምዕራፍ ሓሙሽተ ከዓ ቀፂሉ እንታይ ኢሉ ከም ፍቁራት ውሉድ እንታይ ኩኑ ኢሉ ሰዓብቲ ኣምላኽ ኩኑ ኣብታ ናይ እንግሊሽ እንድሕር ሪኢኹማ ከዓ ኢሚቴተርስ ኦፍ ጋድ እያ ትብል ንኣብነት ንኣምላኽ ምሰሉ እያ ትብል ማለት እዩ ኣምላኽ ይመስገን ሕጂ እዚያ ሰዓብቲ ትብል ዘላ ሓሳብ እንተ ሒዝናያ ኮይና ሰዓቢ ማለት ከመይ ማለት እዩ ሓደ ዝመርሕ ኣሎ ኣምላኽ ይመስገን ዝመርሕ ኣሎ ምሽ ዝመርሕ ኣሎ እቲ ዝመርሕ እግዚኣብሔር ኣምላኽ ምዃኑ እዩ ኣምላኽ ይመስገን እቶም ሰዓብቲ ከዓኒ ነቲ ዝመርሕ መጀመርታ እንታይ ክገብርዎ ኣለዎም ክሰምዕዎ ኣለዎም ክርእይዎ ከዓ ኣለዎም ቅድሚኦም ይመርሕ ከም ዘሎ ብድሕሪኡ ከ እንታይ ክገብሩ ኣለዎም ኣክሽን ኣክሽን እያ ትዛረብ ዘላ ሓቂ ግብሪ እያ ትዛረብ ደላ ሓቂ ከምኡ እንድያ ግብሪ እያ ትዛረብ ደላ ሰዓቢ ምዃን ማለት ግብሪ እያ ትዛረብ ደላ ኣምላኽ ይመስገን ኣብዚ ጳውሎስ ከምኡ ኢሉ ክገልጽ ከሎ ኣብ ውሽጠይ ብዙሕ ነገር ከሰላስል ከለኹ ድመፀኒ ነገር እንድሕር ሃልዩ ከም ፍቑራት ውሉድ ኢሉ ምግላጹ ሓደ ነገር እዩ ምክንያቱ ፍቑራት ውሉድ ክብለና ከሎ ብመን ዝተፈቐርና ኢና እግዚኣብሔር ይፍቂርና ኣምላክ ይፍቂርካ ኣፍቂርኒ ሓቀይ እግዚኣብሔር ይመስገን እቲ ፍቅሪ ኣምላክ ኣባና ስለ ዝፈሰሰ ንሱ ብወዱ ብየሱስ ክርስቶስ ናብ ናይ ዘላለም ህይወት ክመርሓና ከውፃኣና ምስ ፈተወ ካብ ናይ ጥፍኣት ህይወት ምስ ኣውፃኣና ኣብኡ እንታይ ንክንመስል ኢና ተፀዊዕና ማለት እዩ ብሙሉኡ ናትና ዘበለ ሓዲግና ንመን ክንለብስ ንክርስቶስ ክንለብስ ኣምላኽ ይመስገን ሽዑ ንክርስቶስ ምስ ለበስናዮ ከኣ እቲ ኣባና ዝረኣ ነገር እንታይ እዩ እዩ ዝዛረብ ዘሎ እግዚኣብሔር ይመስገን ክብሪ ንኣምላኽ ይኹን እዚ ትምህርቲ ምናልባት ወይ ዝመልእኽቲ ምናልባት ንዓኹም ወይ ነዛ ሕብረት እዚኣ ጥራይ ዝምልከት ከይከውን ይኽእል እዩ ንኩሉ ኢንጀነራል ክኸውን ይኽእል እዩ ኣምላኽ ይመስገን እቲ እቲ መልእኽቲ ግን ኣገዳሲ ኮይኑ ረኺብዮ እግዚኣብሔር ይመስገን ምክንያቱ ሓደ ሓደ እዋን ኣብ ቅድሜና ክንድገቦ ዝኸውን ነገር ተቐሚጡ እንከሎ ንዕኡ ሰጊርና ክንከይድ ክንፍትን እንከለና ኩሉ ግዜ ገልጠምጠም እዩ ዝበዝሕ። ቃል ኣምላኽ ከኣ ካብ መጀመርታ ኣትሒዙ እንድሕር ርኢኹሞ ኹንኩም ካብ ዘፍጥረት ንሕ ነንብብ እሞ ካብ ዘፍጥረት ሓንቲ ነገር ነስተውዕላ ነገር ኣላ ምሽ ሓንቲ ነስተውዕላ ነገር ኣላ ካብ ዘፍጥረት ክሳዕ መወዳእታ ራእይ ዮሃንስ እንድሕር ክንርኢ ኮይና ናይ እግዚኣብሔር መንነት እዩ ዝዛረብ ናይ የሱስ ክርስቶስ መንነት እዩ ዝዛረብ ከምዚ ክንዛረበሉ ከነምልኾ ዝጸናሕና ናይ እግዚኣብሔር ፖዚሽን እዩ ዝዛረብ ቦታ ናይ ኣምላኽ እዩ ዝዛረብ ሓቀይ ቦታ ናይ ኣምላኽ ክዛረብ ከሎ ብከመይ እዩ ዝዛረብ እግዚኣብሔር ከም ምንታይ እዩ ከም ኣዛዚ ሓቀይ እንታይ ይኹን ኢሉ እንታይ ይኹን ኢሉ ብርሃን ይኹን በለ ትእዛዝ እንዲ ሓቀይ ኢሉ ኮይኑ ድማ ምድሪ ትኹን ኢሉ ምድሪ ገይርዋ ፀሓይ ከምኡ ለይቲ ከምኡ ዝኩሉ ነገር ብምንታይ ፈጢርዎ ብይኹን ካብ መጀመርታ ክሳዕ መወዳእታ እግዚኣብሄር ከም ምንታይ እዩ ኣዛዚ እዩ ንሱ መላኺ እዩ ንሱ ኣምላኽ እዩ ኣምላኽ ይመስገን ሃሌሉያ ኣምላኽነቱ ብከምኡ እዩ ዝግለጽ ንሱ ገባርን ሓዳግን ከኣልን ምዃኑ እዩ እግዚኣብሔር ይመስገን ብዘሎ ሰማይን ምድርን ብቃሉ ኣጽኒዕዎ ኣሎ ምሽ ኣምላኽ ይመስገን እቲ እቲ ንፋስ ይኹን እቲ ኣየራት ይኹን ደበናታት ይኹን ማይ ይኹን እቲ ተፈጢሩ ዘሎ ብምሉኡ ንመን ይእዘዝ ንእግዚኣብሔር እዩ ይእዘዝ ብዘሎ ፍጥረት ንእግዚኣብሔር እዩ ዝእዘዝ ኣምላኽ ይመስገን ዋላ ንሕና እውን እኮ እቲ ስጋና እንተ እግዚኣብሔር ፈትዩ ክእዘዝ ይኽእል እዩ ግን ኣምላኽ እንታይ ደልዩ መሲልኩም ካብቲ ፈቃር ምዃኑ ካብቲ ምሕረተኛ ኣምላኽ ምዃኑ ዝተላዕለ ንወዲ ሰብ ብመልክዕ ኣምላኽ ምስ ፈጠሮ እንታይ እንታይ ሂብዎ ቾይዝ ሂብዎ ማለት እዩ ምርጫ፣ ፍሪ ዊል፣ ሂብዎ። ብምርጭኡ ንኣምላኽ ከምልኽ፣ ብምርጭኡ ናብ እግዚኣብሔር ክመጽእ፣ ብምርጭኡ ክእዘዝ፣ ብምርጭኡ ንኣምላኽ ክሓሪ ዕድል ሂብዎ። እግዚኣብሔር ይመስገን። ሃሌሉያ ከምቶም ካልኦት እንስሳታት ከምቶም ካልኦት ፍጥረታት ስለ ዘይገበረና ስሙ ይባረኽ ፍቅሩ እዩ ኣምላኽ ይመስገን ስለዚ ብዛዕባ እዚኣ ከነዘራረብ ኢና ሎመዓንቲ እግዚኣብሄር ይመስገን ምክንያቱ ብሙሉኡ ነፍሲ ወከፍ ናረኣና ናረኣና ናረኣና ብነፍሲ ወከፍ ጥቕስታት እናፈተሽና ናረኣና ክንከይድ ከለናሲ ክንሰግሮ ዘይከኣል ነገር እናኾነ ይኸይድ ምኽንያቱ እግዚኣብሄር ዝብሎ ነገር ኣሎ እግዚኣብሄር ዝገብሮ ነገር ኣሎ እግዚኣብሄር ዝተዛረበካ ነገር ኣሎ መጀመርታ ትሰምዖ ኢኻ እግዚኣብሄር ይመስገን ክትሰምዖ ኣለካ ኮይልድ ክላርት መጀመርታ ድሕሪኡ ከኣ ኣክሽን ክህሉ ኣለዎ ንኣብነት ኣብ እንድሕር ኣርኢኹም ርኢኹም ኣኹንኩም ኣብ ኤፌሶን ኣርባዕተ ከብ ከምዚ ዝበልናዮ እንታይ ብል መሲልኩም ኣብ ዕስራን ኣርባዕተን እንታይ ይብል እቲ ብናይ ሓቂ ጽድቅን ቅድስናን ብምንታይ ብናይ ሓቅን ጽድቅን ቅድስናን ብመልክዕ ኣምላኽ ዝተፈጥረ ሓድሽ ሰብ ልበሱ ኣትብል እግዚኣብሔር ይመስገን ሃሌሉያ ልበስዎ ምሳኹም ይኹን ኣባኹም ይኹን ኣብ ውሽጥኹም ኮይኑ ኩሉ ነገር ከማእዝነና ኣለዎ እግዚኣብሔር ይመስገን ስለዚ ብዛዕባ ምእዛዝ ወይ ከዓ ብዛዕባ ምስዓብ ክንዛረብ ከለና እንታይ እዩ ትርጉሙ እንታይ ማለት እዩ ብኸመይ እዩ ከመይ ክርዳእና ይኽእል ማለት ኣነ ከም ዝተረዳእኒ ብቕልል ዝበለ ዘራርባ ቃል ኣምላኽ ሰሚዕካ ወይ ኣንቢብካ ቃል ኣምላኽ ሰሚዕካ ኣብ ግብሪ ምውዓል ሓደ ክትርጎም ይኽእል እዩ። ፍቓድካ ምሉእ ብምሉእ ኣብ ፍቓድ ኣምላኽ ምግዛእ ክትርጎም ይኽእል እዩ። ናትካ ፍቓድ ብምሉኡ ገዲፍካ ወይ ከኣ ናትካ ሓሳብ ብምሉኡ ንዕኡ ትህቦ እሞ ንስኻ ብዝበልካኒ ይኸይድ ንስኻ ብዝተዛረብካኒ ይኣቱ ብኡ ከኣ ይወጽእ ብኡ ከኣ ይኸይድ ክትብሎ ከለኻ ወይ ድማ ምሉእ ብምሉእ ንስልጣኑ ኣሕሊፍና እንታይ ክንገብር ከለና ክንህብ ከለና ማለት እዩ ወይ ከዓ ንውሳኔናን ተግባራትናን ኣብ ቃሉ ክስረት ከሎ ማለት እዩ እዚ ምእዛዝ እንብሎ ቃል እግዚኣብሔር ይመስገን ስለዚ እቲ ሰዓቢ ዝኾነ ሰብሲ ብዙሕ ነገር ሳክሪፋይስ ትገብሮ ነገር ኣሎ ማለት እዩ የሱስ ክርስቶስ እንታይ ኢሉና መስቀሉ ጸይሩ ሓቀይ ደድሕረይ ዘይስዕብሲ ንዓይ ኣይበቅዕን እዩ ሕጂ እንታይ እዩ ዝገድፎ ነገርሲ ኣለዎ ዝግደፍ ነገር ኣለዎ ሽዕኡ እቲ ትስዋእ ሰዊእኻ ሽዑ ደድሕሪ መን ክኸይድ እየ ትብል ብዙሕ ነገር ንስኻ ክትስዕቦም ትኽእል ነገራት ክህልው ይኽእሉ እዮም ኣብ ቅድሜኻ ወይ እውን ድመስሉ ነገራት ክረኣዩኻ ይኽእሉ እዮም ወይ እውን ነቲ ናትካ ሓሳብ እውን ክትስዕቦ ክትደሊ ትኽእል ኢኻ ነቲ ናትካ ኣተሓሳስባ ንትምህርቲ ንስነ ፍልጠት ንብዙሕ ነገር ኣብ ቅድሜኻ እተገተሩ ክህልዉ ይኽእሉ እዮም፣ ካብዚኦም ብምሉኣኦም ግና ንመን ክትስዕብ ትመርጽ? ንኣምላኽ ክትስዕብ ትመርጽ። እግዚኣብሄር ይመስገን! እዚ ምእዛዝ እዩ። ኣምላኽ ይመስገን! ክብሪ ንስሙ ይኹን። የሱስ ክርስቶስ ኣብ ማቴዎስ ዕስራን ሓሙሽተን እንድሕር ርኢኹም ኣኹኩም ካብ ሸውዓተ ክንሪኣ ንኽእል ኢና ማለተይ ኣብ ማቴዎስ ሸውዓተ ዕስራን ኣርባዕተን ማለት እየ ቁርብ ኣነጽር ኣቢሉ ተዛሪቡ ኣለዉ ድሕር ርኢናዮ ኮይና ማቴዎስ እግዚኣብሔር ይመስገን ኣብኡ ኣብ ሸውዓተ እንታይ እዩ ዝገብር የሱስ ክርስቶስ እንድሕልና እታ ናይ ከረን ትምህርታቱ እናወደአ እናወደአ እናወደአ ክመፅእ ከሎ ኣብ 24 ከምዚ ኢሉ ኣሎ ነዚ ነገረይ ሰሚዑ ኢሉ ሽዑ ኣምላኽ ይመስገን ነዚ ነገረይ ሰሚዑ ምሽ ኣምላኽ ይመስገን ነዚ ነገረይ ሰሚዑ ዝገብሮ ኩሉ ሽዕኡ ቤቱ ኣብ ከውሒ ዝሰርሐ ብልህ ሰብኣይ ይመስል ኢሉ እግዚኣብሔር ይመስገን እቲ ኣብ ከውሒ ዝሰርሐ ሰብኣይ ከኣ ሽዑኡ ክገልጾ ከሎ እንታይ ኢልዎ ኣሎ ንፋስ መጺዎ ወላ ሓንቲ ኮነትን እታ ቤት ብዙሕ ቦብላ መጺዎ ወላ ሓንቲ ኮነትን እቲ ኣብ ሑፃ ዝሰረተ ሰብ ግን ቀልጢፋ እያ ትጠፍእ ምሽ እንጂ ኢየሱስ ክርስቶስ እዚ ክብል ከሎ ነቲ መጀመርታ ነቲ ቃል ምስ ሰምዐ እቲ ሰብ ብድሕሪኡ ክኸውን ዘለዎ ነገር ድሕር ኮይኑ ምግባር እዩ ማለት እዩ ኣምላኽ መስገን ነቲ ናቱ ቃል ምግባር ወይ ከዓ ምንባር ወይ ከዓ ብኡ ምምልላስ እዩ ሽዑ እዩ እቲ ሰብ ህይወቱ ኣብ ከውሒ ዝተሰረተ ዝኸውን እግዚኣብሔር ይመስገን ኣምላኽ ይመስገን ምክንያቱ እንድሕር ርኢናዮ ኮይና እቲ ኣምላኽ ዝሐጎሰሉ ነገር እዩ ናዓና ዘሐጉሰና ኣምላኽ ይመስገን ሕጊ ግን ኣይኮንኩን ድሰብኽ ዘለኹ ኣምላኽ ይመስገን ብዛዕባ ምእዛዝ ወይ ካዓ ብዛዕባ ሕግታት ክንዛረብ እንድሕር ኮይና ንእሽተይ ኣብ መጽሓፍ ቅዱስ ኣብ ብሉይ ኪዳን እንድሕር ርኢናዮ ካብቲ ንሙሴ ዝተዋህቦ ነገራት እንድሕር ርኢና እዞም ተምሃሮ መጽሓፍ ቅዱስ ክገልጹ ከለዉ ከባቢ ልዕሊ ሽዱሽተ ሚእቲ ዝኸውን ትእዛዛት ኣሎ ሓቀይ ንሕናሲ ይትረፍ ነዚ ሽዱሽተ ሚእቲ ትእዛዛት ቃል ብቃል ክንፈልጦሲ ከም ዘሎ ከማን ኣይንፈልጥን ኢና ሓቀይ ሓቀይ ዶ ካብቲ ምብዝሑ ዝተላዕለ ማለት እዩ ገለ ገለ ሰብሲ ምእንቲ ክጸድቕ ኢሉስ ዋላ ካብ ገዛ ከይተስአ ከይተስአ ኮፍ ክብል ይኽእል እዩ ነዘን ሽዱሽተ ሚእቲ ትእዛዛት ፈሪሑ ማለት እዩ ግን ብኮፍካ ከለኻ ከዓ ሓጢኣት ክትገብር ትኽእል ኢኻ ኣይመስለኩምን? ዋላ ብሓሳብካ ይኹን ዋላ በቲ ትዛረቦ ዘረባ ከመን ይኹን ኣብ ቅድሚ ኣምላኽ ሓጢኣት ክትገብር ትኽእል ኢኻ። ኣምላኽ ድማ ጽሩይ ንጹህ እንድሕር ዘይኮይኑ ነቲ መስዋእቲ ኣይቅበሎን እዩ። ስለዚ ካብዚኤን ሽዱሽተ ሚእትን ገለን ዝኾነ ትእዛዛትሲ ሓንቲ እንተፍሪሱ እቲ ሰብሲ ብምሉእ እቲ ካልእ ወላ ሓንቲ ዋጋ የብሉን። ምሽ ዶ ክብሪ ንስሙ ይኹን እግዚኣብሔር ኣምላክ ዝተመስገነ ይኹን ካብዚ ነገር እዚ ዘውፃና ኣምላክ ይመስገን ነቲ እንኮ ድፈትዎ ፎቅ ዘፍቅሮ ወዱ ልኢኹ ካብዚ ናይ ሽዱሽተ ሚእቲ ዝኸውን ትእዛዛት ዋላ ልዕሊኡ ዝኸውን ትእዛዛት ከማን ከይተረፈ ብኩሉ ነገር ዝቃወመና ዝነበረ ነገር ኣልጊሱ እንታይ ገይሩና ሓራ ኣውፂእና እግዚኣብሔር ይመስገን ካብ ሕጊ ሓራ ኣውፂእና ክብሩ ንስሙ ይኹን እስኪ ስለ የሱስ ተመስግን ሰብ እግዚኣብሔር ኣምላክ ተመስግን ናይ ብሓቂ እግዚኣብሔር እግዚኣብሔር ሰናይ ሃሌሉያ ትርእይዎ ኣለኹም ይገርመካ እዩ ማለት ሕጂ ዋላ ኩሉ ሰብ ኣብ ደገ ዘሎ ኣብ ዝኾነ ቦታ ኮይኑ ሰብ ክሓስብ ከሎ ነቲ ብእምነት ብጎይታ ብየሱስ ክርስቶስ ምድሓን ዘይረኸበ ሰብ፣ ናብ እምነት ዘይመጸ ሰብ፣ እቲ እዚ ነገር እዚ ዘይበርሃሉ ሰብ ክንድምንታይ ጭንቅን ሽግርን ከም ዘለዎ ይረኣየኩም ይኸውን። ንዓና ግን ካብ ምንታይ ካብ ጸልማት ካብ ድቕድቕ ጸልማት ከማን ኢሉ ናብ ምንታይ ናብ ብርሃን ካብ ሞት ናብ ህይወት ኣሳጊሩና እግዚኣብሔር ኣምላኽ ዝተመስገነ ይኹን። ንሱ እታ መፍትሕ ሒዝዋ እታ መፍትሕ ወሲዱ ነቲ ማሕተን እንታይ ገይርዎ ፈቲሕዎ ሽምኩምን ሽመይን ከኣ ኣብኡ እንታይ ገይርዎ ብደሙ ጽሒፍዎ ወላ ሓደ ክሓኮ ዘይክእል ወላ ሓደ ክቕንጥጦ ዘይክእል ክኣልዮ ዘይክእል ገይሩ ከኣ ጽሒፍዎ ስሙ ይባረኽ ኣምላኽ ሰናይ እዩ ስለዚ ነዚ ኣምላኽ እዚ ኣምላኽ ይመስገን ኣነ ሕጂ ክሓስብ ከለኹ እዚ ቃላት እዚ ክመፀኒ ከሎ ኣብ ሓድሽ ኪዳን እዚ ነገራት እዚ ክግለፅ ከሎ ሓደ ነገር ኣብ ልበይ መፂኒ ኦኬ እሞ ነዚ ኣምላኽ እዚሲ ከም ነፍቅሮ፣ ምስኡ ኸም ዘለና፣ ምስኡ ኸም እንማላለስ ብኸመይ ይፍለጥ? ኣምላኽ ይመስገን፣ ክብሪ ንስሙ ይኹን። ምኽንያቱ ምስማዕ ኣገዳሲ እዩ፣ ምስማዕ ጽቡቕ እዩ፣ ምስማዕ እታ ቀዳመይቲ ነገር እያ ኣብ ትንቢት ሆሴእ ከምኡ ኢሉ ኣሎ ብሽዱሽተ ከምኡ ኢሉ ኣሎ ካብ ዝሓርር መስዋእትስ ንኣምላኽ እንታይ ደስ ይብሎ ምእዛዝ ካብ ምእዛዝ ንላዕሊ ኸ እንታይ ምስማዕ ሓቀይ ምስማዕ ቃሉ ኣምላኽ ይመስገን ሕጂ እግዚኣብሔር ምስማዕ ይፈቱ እዩ ሰናይ ኣብቲ ኣብ ምስማዕ ጠጠው እንተኢላ ግን እታ ድሕሪኣ ዘላ ልቦና ወይ ከኣ እቲ ብድሕሪኡ ክህሉ ዘለዎ እቲ ንኣምላኽ ዘሐጕሶ ህይወት ምንባር ግና እንታይ ኰይና ኣላ? ተዓጊታ ኣላ። ኣምላኽ ከኣ ከምኣ ክትከውን ኣይደልያን እዩ። እግዚኣብሄር ይመስገን። ሃሌሉያ! እቲ እቲ ጕዕዞ ኣብ ምስማዕ ጠጠው እንድሕር ኢሉ ብዙሕ ዝተርፍ ነገራት ኣሎ። ንኣብነት ከምዚ ክንብሎ ዝጸናሕና እቲ ክርስቶሳዊ ህይወት ማለት እዩ። እቲ ንክርስቶስ ዘርኢ ህይወት ጠጠው ክብል ይኽእል ወይ ከዓ ክተርፍ ይኽእል እዩ። ስለዚ እንታይ ኢና ንብል ዘለና ሎማዓንቲ ድሕር ኢልና ኣብ ምስማዕ ጠጠው ኣይበል ኢና ንብል ዘለና። እግዚኣብሔር ይመስገን ኩሉ ሰብ ኣብ ምስማዕ ጠጠው ኣይበል። ኣብቲ ቃል ጥራይ ምስ ኣንበበ ጥራይ ወይ ከዓ በቲ ቃል ጥራይ ጠጠው ኣይበል። እቲ ናይ ናይ ኣምላኽ ፍሉይ ነገር ድገብሮ እንታይ መሲልኩም እቲ ናይ እግዚኣብሄር ፍሉይ ነገሩ ወይ ከዓ እቲ ከኣልነቱ ሓይሉ ፍቕሩ እንታይ እዩ ፍሉይ ድገብሮ መሲልኩም ለኣኺኻ ምሳኻ ዝኸይድ ምዃን እዩ ምሻሎ ሕጊ ብመን ተዋሂቡ እዩ ይብል ኣብ ቀዳም ኣብ ዮሐንስ ምዕራፍ ሓደ ሕጊ ብመን ተዋሂቡ እዩ ብሙሴ ጸጋን ሓቅን ግና ክርስቶስ መጸ ብምንታይ ኢና ዝደሓና ብጸጋ ብጸጋ ብእምነት ሓቂ እምበር ብምንታይ ኣይኮና ዝደሓና ብግብርና ኣይኮናን ኣምላኽ ይመስገን ስለዚ ካብዚኣ ወፂና ኢና ካብታ ብግብርና ናብ ምድሓን ትበሃል ነገር ወፂና ኢና ግን ኣምላኽ መስገን እቲ ፀጋ ናባና ምስ መፀ ግና እንታይ እዩ ዝገብረና እንድሕር ኢልና ነቲ ኣምላኽ ዝበለና ነገር ንኽንገብሮ እዩ ዘኽእለና። ሓቂ ሓይሊ እንድዩ። ሓቂ ኣምላኽ ይመስገን። ሃሌሉያ። ምክንያቱ የሱስ ክርስቶስ መንፈስ ቅዱስ ኣባና ምስ እተወ ዋላ እውን እንድሕር ሪኢኹማ ኮንኩም ኣብ ግብረ ሃዋርያት ክልተ እታ ኣብኣ ተፈፂማ ዘላ እቶም ሚእትን ዕስራን ዝኣኽሉ ሰባት ዝተባረኹላ በረኸት እቲ ምውራድ መንፈስ ቅዱስ እቶም ኣብታ ቦታ እቲኣ ዝተረኽቡ ሰባት እንድሕር ርኢኹሞምሲ ፍረ ናይ ምንታይ እያ እንተልኩምንስ ፍረ ናይ ምእዛዞም እያ። ኣምላኽ ይመስገን። ኣምላኽ ካብዚኣ ቦታ እዚኣ ኣይትውፃእ እንድሕር ኢሉካሲ ቀደም ብነቢያት ገይሩ ይዛረብ ነይሩ ወይ ከዓ ብብዙሕ ካልእ ነገዳት ነይሩ ይሽግረካ ነይሩ ድምፂ ክትሰምዕ ኣለካ ይዳናገረካ ነይሩ ሕጂ ግን ንፁር እዩ መንፈስ ቅዱስ ምስ ተቐበልካ ኣብ ውሽጥኻ ምስ ተዛረበ ክትገብር ጥራሕ ኢለ ክትእዘዝ ጥራይ ይደለካ እዞም ሰባት እዚኣቶም ድማ ካብ የሱስ ሰሚዖም እዮም ሽዑ ከ ኣይትውጽኡ ሓይሊ ከይተቐበልኩም ኣይትውጽኡ ትእዛዝ እያ እሽ ዶ ስለዚ ኣይወጹን እዞም ሰባት እዚኦም እግዚኣብሄር ከኣ ልክዕ ከም ቃሉ ተረኺብሎም ኣብ ሓምሳ መዓልቲ እግዚኣብሄር ይመስገን እግዚኣብሄር ከም ቃሉ ዝገብር ኣምላኽ እዩ ሃሌሉያ እግዚኣብሄር ኣምላኽ ዝተመስገነ ይኹን እቲ ካባና ዝድለ ዘሎ ነገር ግን እንታይ እዩ ነቲ ቃሉ ኣሚንና ኣብቲ ዝበለና እንታይ ምግባር ምጽናዕ እዩ ዘድልየና እግዚኣብሄር ይመስገን ሃሌሉያ እታ ምጽናዕ ትብል እያ ሕጂ እታ ምእዛዝ ትብላ ደለኹ ኣነ እግዚኣብሄር ይመስገን ኣብዛ ቦታ እዚኣ ተቐመጥ እንድሕር ኢሉካ ተቐመጥ ኣይትንቀሳቐስ ኪድ እንድሕር ኢሉካ ኪድ ተዛረብ እንድሕር ኢሉካ ተዛረብ ስቕ በል እንተኢሉካ ስቕ ንዕኡ ክትደልዮን ክትሃርር ክትብሎን ከዓ እዚ ናይ ኩላትና ፍቕሪ ኣምላኽ እዩ ኣምላኽ ይመስገን ሓቀ ዶ ስለዚ እቲ ክርስትያናዊ ህይወት ክብል ፀኒሕ እግዚኣብሔር ይመስገን ሃሌሉያ ድሕሪኡ እቲ ካልእ ዝተርፍ ነገር ድሕር ርኢናዮ እቲ ብበረኸት ምምልላስ ዝበሃል ነገር ምኽንያቱ ዝኾነ ይኹን ሰብ እንተ ደኣ ካብቲ እግዚኣብሄር ዝበሎ ነገር ክወጽእ ጀሚሩ እንታይ እንታይ እናኾነ ይኸይድ ድሒርና እውን ክንሪኦ ኢና እቲ ናይ በረኸት ህይወት ክጓናደብ እዩ ዝጅምር ደሓን ፀገም የብሉን ሓደ ሓደ ኣብነት ክንህበኩም ኣብ መፅሓፍ ቅዱስ ብዙሕ ምሻሎ ብዙሕ ብምሉእ ብዛዕባ ትእዛዛት ኣምላኽን ብዛዕባ ምእዛዝን ስለ ዝነግር ዮናስ ዝበሃል ነቢይ ኣሎ ሓደ ምሽቶ ንዝክሮ ኢና የሱስ ክርስቶስ ነቶም ህዝቢ ክነግሮም ከሎ እንታይ ኢሉ ነዚ ህዝቢ እዚ ሲ ካብ ትንቢት ዮናስ ካብቲ ትእምርቲ ዮናስ ዝዓቢ ኣይወሃቦን እዩ ብሓቂ ብሓቂ ብለኩም ኣለኹ ኢሉ ምሽ እንታይ እያ እዛ ትእምርቲ ዮናስ ገለ ኢልኩም ሓሲብኩማ ትኾኑ ኢኹም ዮናስ ግን ሓደ ካብቶም ን ንዘይምእዛዝ ክገብር ዝፈተነ ሰብ እዩ ነይሩ ምሽ ምሽዶ ዝኾነ ይኹን ሰብ እግዚኣብሄር ምስ ኣዘዞ ንመራኽብ ተብሲ ተርሲስ ክጥምት ይኽእል እዩ ኣምላኽ ግና ፍቓዱ ኣይኮነን ከምኡ እግዚኣብሄር ዝገብሮ ብኣኻ ገይሩ ዝገብሮ ብኣና ገይሩ ዝገብሮ ናቱ ስራሕ እዩ ናቱ ዕዮ እዩ ንሕና ከኣ ውሉዱ ኢና ሰዓብቱ ክንከውን ተጸዊዕና ኢና ስለዚ ንመራኽብ ተንሲስተ ኣማዕድዩ ድሕሪኡ ከኣ ካብቲ ኣምላኽ ዝበሎ ክወጽእ ምስ ፈተነ ዝኾነ ነገር ኣጋጢምዎ ማለት እዩ ንዕኡ ጥራይ ዘይኮነስ ነቶም ኣብታ መርከብ ዝነበሩ ከይተረፈ ዕግርግር ክፈጥረሎም ጀሚሩ ስለዚ እንታይ ኮይኑ ተመሊሱ ሽዑ ከዓ ተኣዚዙ። እግዚኣብሔር ኣምላኽ ዝተመስገነ ይኹን። ኣሜን። ስለዚ እቲ ብበረኸት ምምልላስ እንብሎ ዘለና ብዙሕ ኣብ መጽሓፍ ቅዱስና ተገሊጹ ዘሎ ናይ በረኸት ህይወት ብምሉኡ ብምንታይ እዩ ዝመጽእ? መጀመርታ ብእምነት ብኣምላኽ ብድሕሪኡ ግን ብምእዛዝ እዩ ዝመጽእ። ኣምላኽ ከነኣን ከይትወጽእ እንተ ኢሉካ ካብ ከነኣን ኣይትውጻእ። እግዚኣብሔር ኣምላክ ዝተመስገነ ይኹን ሃሌሉያ ብድሕሪኡ እታ ሳልሰይቲ ክንብላ ንኽእል እንታይ እያ ካብ ምንታይ ክትርፈካ ይኽእል ይመስልኩም ካብ ክብሪ ኣምላኽ ምርኣይ ክትርፈካ ይኽእል እዩ ሓደ ሰብ እንተ ነቲ ኣምላኽ ዝበሎ ዘይገብር እንተ ኮይኑ ወይ ከዓ ነቲ እግዚኣብሄር ኣብ ውሽጡ ዝቐመጠሉ ዘቃፃፀለካ ነገር ዝተዛረበካ ቃል ሓደ ሓደ እዋንሲ ኣስተውዒልና ንኸውን ኢና ኣብ ሓንቲ ጥቕሲ ምሕላፍ ተኣብየና ምሽ ተተመላሊስነስ ተተመላሊስነስ ናብኣ ንመላለስ ከነብብ ከለና ማለት እዩ ኣብ ህይወትና እግዚኣብሔር ምናልባት በዛ በዛ ጥቕሲ ኣብ ውሽጥና ዝኾነ ነገር ክገብር ዝደለየ ደልዩ ክኸውን ይኽእል እዩ ግን ንሕና እንታይ ንገብር ምናልባት ከይርዳኣና ይኽእል ግን ዓሰርተ ግዜ ኣምላኽ ግና ክብሩ ከርእየና እንድሕር ደልዩ ብከምዚ ብብዙሕ መገድታት እዩ ዝግለጽ በሕዋት ጌሩ ቃል የምጽኣልና ትንቢት የምጽኣልና ብዙሕ ነገራት ከምጽኣልና ይኽእል እዩ ልዕሊ ኩሉ ግን እቲ ንሱ ዝበለና ኣሚንና ተቀቢልናዮ ኣብታ ዝበለና ደው ክንብል እንከለና ክንእዘዞ እንከለና ነቲ ነቲ ዝሰማዕናዮ ቃል ክንነብረሉ እንከለና ሽዑኡ ዝመጽእ በረኸታትን ክብሪ ኣምላኽ ምርኣይን ኣሎ ማለት እዩ ኣምላኽ ይመስገን እግዚኣብሔር ኣምላክ ዝተመስገነ ይኩን ካልእ ኣብ ሓደ ሓደ ጥቅስታት ኣነ ካብ ዝረኣክዎ ኣብ መልእክቲ ያቆብ ሕጂ ሓደ ሓደ ጠቂሱ ኣሎ ካብ ሓደ ኣብ ሓደ ተሪእክሞ ሲ ከምዚ ይብል ምሽ ገበርቲ ቃል ኩኑ ገበርቲ ቃል ኩኑ ርእስኩም እናጠበርኩም ሰማዕቲ ጥራይ ኣይትኩኑ ሓደ እኳ ሰምዐ ቃል ኮይኑ ገባሪ እንተዘይኮነ ንሱ ነቲ ነገር ፍጥረቱ ብመስትያት ዝርኢ ሰብኣይ እዩ ዝመስል ነፍሱ ይርእ እሞ ይኸይድ ብኡብኡ እውን ከመይ ምዃኑ ይርስዖ ሕጂ እዚኣ እኳ ዲስካስ ጌርናላ ኔርና ኣብ ባይብል ስታዲ እግዚኣብሄር ይመስገን ሕጂ እቲ ኣምላኽ ሰናይ ፍቓዱ ኮይኑ እቲ ቃል ኣባና ፈሲሱ እዩ እቲ ቃል ተዋሂቡና እዩ እግዚኣብሄር ይመስገን እቲ ቃል ንብዘላ ዓለም ተዋሂቡ እዩ እዚ መንፈስ ቅዱስ ብዝሓደሮም ሰባት ልዕሊ ኣርባዓ ዝኾኑ ሰባት ጽሒፎሞ እዮም እግዚኣብሄር ወይ ከዓ መንፈስ ቅዱስ እናደረኾም እቲ ቓል ካብ እግዚኣብሄር ተቐቢሎም ጽሒፎሞ እዮም። እዚ ጽሑፍ እዚ ምስ ሰማዕናዮ ኣባና ኸኣ ምስ ኣተወ ግና ነዚ ቓል እዚ እንታይ ንኽንከውን ኢና ተጸዊዕና? ሰማዕቲ ጥራይ እንድሕር ኰይንና ርእስና ኢና ንጥብር ዘለና ማለት እዩ። ካብታ ኮፍ ዝበልናያ ኣይንትስእን ኢና። ካብቲ ክንከዶ ክንገብሮ ዝጸውዓና ሓደ ካብቲ ትእዛዛት መንፈስ ቅዱስ ወይ ከኣ ቃል ኣምላኽ ናይ የሱስ ክርስቶስ ትእዛዝ እንታይ እያ ነይራ? ኪዱ ንብዘላ ዓለም እንታይ ግበርዋ በቃ ወንጌል ንክሰብክ ዝሓደ ትእዛዝ ካብኡ እዩ ማለት እዩ እቲ እቲ ኣብቲ ቃል ተፃሒፉ ኣሎ ክኸውን ዘለዎ ንኩሉ ዝተዋሃበ ማለት እዩ ኣምላኽ ይመስገን ስለዚ ኣምላኽ ይመስገን ጠጠው እውን ድሕር ኢሉ ኣሃ ኢሉ እንድሕር ሰሚዕዎ ግን ኣብኡ ምስ ኣተወ ተደኣ ናብ ኣክሽን ዘይመርሕ እንድሕር ኮይኑ እቲ ቃል ግን እንታይ ይኸውን ኣሎ እቲ ሰብ ማለት እዩ ጠቢርዋ ኣሎ ነብሱ ንኣብነት እዚ ሰብኣይ እዚ ተሪእኹሞ እዚ መስትያት እነግ ንገጹ ኣብ መስትያት ምስ ረኣያሲ ዝኾነ ሰብ እንታይ ይገብር ገጹ ከምዚኣ ይገብር ወይ ገለ ይገብር ዝኾነ ነገርሲ ትገብር ኢኻ እዚ ሰብዚ ግን ወላ ሓንቲ ከይገበረ ነብሱ ከየተዓራረየ ኣክሽን ከይገበረ ስቕ ኢሉ ከይዱ ካብዚኣ ናብዚኣ ምስ ከደ ከዓ ነብሱ ጠቢርዋ እዩ ስለዚ ፅቡቕ ኣለኹ ኢሉ ይኣምን ማለት እዩ ፅቡቕ ኣለኹ ደሓን እየ ዘለኹ ይብል ከምኡ ክንብል ኣይኮናን ተፀዊዕና ግን እዩ ዝብለና ዘሎ እቲ ቃል ማለት እዩ ልክዕ ከምቲ እቲ ቃል ዝበለና ክንከውን ወይ ከኣ ንዕኡ ክንገብሮ ምስ ጀመርና ግን እግዚኣብሔር እንታይ እዩ ዝገብረና? ይሰርሓና እዩ። ኣምላኽ ይመስገን እግዚኣብሔር ይሰርሓና እዩ። የሱስ ክርስቶስ ባዕሉ እውን ብዙሕ ግዜ ከምኡ ኢሉና ኣሎ። ኣብ ወንጌል ዮሃንስ ዓሰርተ ሓሙሽተ ዓሰርተ ከምቲ ኣነ ትእዛዝ ኣቦይ ዝሓለኹ የሱስ ክርስቶስ ከይተረፈ እቲ ኣምላኽነቱ፣ ማዕረ ኣምላኽ ምዃኑ ገዲፉ ናብ ምድሪ ምስ መጸ፣ ከም ሰብ ምስ ተመላለሰ፣ ባርያ ምስ ኮነ፣ ትሕት ምስ በለ፣ ልክዕ ትእዛዝ ኣምላኽን ፍቓድ ኣምላኽን ፈጺሙ ማለት እዩ። ኣምላኽ ይመስገን። መግበይስ እንታይ ምግባር እዩ ኢሉ? ፍቓድ እቲ ዝለኣኸኒ ምግባር እዩ። ኣምላኽ ይመስገን። ሃሌሉያ። ስለዚ የሱስ ክርስቶስ ብፍቕሪ ጸኒዑ ነቲ ትእዛዝ ኣምላኽ ከም ዝፈጸመ ኣብ ወንጌል ዮሃንስ ዓሰርተ ሓሙሽተ ይርእየና ማለት እዩ። ንስኻትኩም እውን ትእዛዛተይ እንተ ኢሉ ሽዑ ቀጺልዎ ኣሎ እዩ። ኣምላኽ ይመስገን። ስለዚ እቲ እቲ ፍቕሪ የሱስ ክርስቶስ ወይ ከኣ ፍቕሪ ኣምላኽ ኣባና እንተ ጸኒዑ ብእኡ ኸኣ ንምምልላስ የኽእለና እዩ። ኣምላኽ ይመስገን። ኣብ እብራውያን ሓሙሽተ ትሽዓተ ሓንቲ ምስ ምድሓን እተተሓሓዝ ጥቕሲ ምስ ኣንበብኩ ንእሽተይ ተንኪፋትኒ እሞ ሓሙሽተ ትሽዓተ ከነንብባ ኩላትና ንኽእል ኢና እግዚኣብሄር ይመስገን ኣብ እብራውያን ሓሙሽተ ትሽዓተ ሃሌሉያ ብዛዕባ ናይ የሱስ ክርስቶስ ምእዛዝ እያ ትነግር እግዚኣብሄር ይመስገን ሃሌሉያ የሱስ ክርስቶስ ኣብ እብራን ክገልጽ ከሎ ወልዲ እኳ ክነሱ ምሽ ኢሉ ኣሎ ወልዲ እኳ ክነሱ በቲ እተሰቀዮ ስቅያት ምእዛዝ ተማህረ ከም መዓርግ መልከጸዴቅ ብኣምላኽ ሊቀ ካህናት ተሰምዩ ፍጹም ምስ ኮነ ከኣ ነቶም ነቶም ዝእዘዝዎ ዘበሉ ኩሎም ኩላቶም ንናይ ዘልኣለም ምድሓኖም እንታይ ኮነ ምኽንያት ኮነ እታ እታ ምእዛዝ ሕጂ ኣብዚኣ ብምንታይ ተፈጺማ ወይ ብምንታይ ተገሊጻ ብምእማን ተገሊጻ ማለት እዩ ሓደ ሰብሲ ን ንየሱስ ክርስቶስ እቲ ቃል መጀመርታ ቅድሚ ምእማን እንታይ እያ ትመጽእ ምስማዕ እቲ ቃል እያ ትመጽእ ምሽ ድሕሪኡ እንታይ ይኸውን እቲ ቃል ኣባኻ ምስ ሓበረ ሽዑ እምነት ይኸውን ምሽ ስለዚ እዞም ሰባት እዚኦም ንምድሓን ምኽንያት ክኾኖም ከሎስ እቲ ቃል ምስ ኣባታቶም ምስ ኣተወ ሽዑ ብምእማኖም እንታይ ኮይኖም ሽዑ ንምድሓኖም ምክንያት ረኺቦም ወይ ከዓ ድሒኖም ብድሕሪኡ ከምኡ እውን ኣብ ሮሜ ክልተ ሽዱሽተ ከምዚ ይብለና ኣምላኽ መስገን ትሕዙኒ ኣለኹም ምሽ እግዚኣብሔር ይመስገን ክልተ ሽዱሽተ ከምዚ ኢሉና ኣሎ ንሱ ንነፍሲ ወከፍ ከከም ግብሩ ክፈድዩ ማለት ነቶም ሰናይ ዝገበሩ ተዓጊሶም ግርማን ክብርን ዘይምጥፋእን ዝደለዩ ዝደልዩ ኢሉ ናይ ዘለኣለም ህይወት ክህቦም እዩ ኣምላኽ ይመስገን ሃሌሉያ እሱ ኣባና ምስ ኣተወ የሱስ ክርስቶስ ኣባና ምስ ኣተወ ነቲ ናይ ዘለኣለም ህይወት ምስ ተቐበልናዮ ወይ ከዓ ነቲ ፍቓድ ኣምላኽ ኣብ ውሽጥና ምስ ተቐበልናዮ ሽዑ እቲ መንፈስ ቅዱስ ኣባና ምስ ኣተወ ዝኸውን ነገር ኣሎ ንቕየር ኢና ሓቂ ልክዕ እንታይ ኢና ንኸውን እቲ ሓሳባት ኣምላኽ ኣባና ክኣ ትጅምር እቲ እቲ ቃል ከነንብቦ ከለና እቲ መንፈስ ቅዱስ ክገልጸልና ይጅምር ብእኡ ንክንማላለስ ክድርኸና ይጅምር ኣብ ውሽጥና ከቃጻጽለና ይጅምር ጥራሕ እቲ ንሕና ክንገብሮ ዘይብልና ነገር ታይ እዩ ክንዓግቶ የብልናን ጠጠው ከነብሎ የብልናን ንምእዛዝ ዝድርኸና ወይ ከኣ ሓይሊ ዝህበና እዚ መንፈስ እዚ እዩ ካልእ እውን ኣብ ዮሃንስ ዓሰርተ ኣርባዕተ ከምዚ ኢልዎ ኣሎ ናይ ምእዛዝ ሓደ ሓደ በረኸታ ወይ ከኣ ካብ ሽሙ ኢና ንዛ ንርኢ ዘለና እቲ ኣብ ቃል ኣምላኽ ተጻሒፉ ዘሎ ኣብ ዮሃንስ ዓሰርተ ኣርባዕተ ዘሎ ሕጂ ንኣብነት ዓሰርተ ሓሙሽተ ከምዚ ኢሉ ኣሎ ተፍቅረኒ እንተ ኾንኩምሲ እንታይ ግበሩ ኢልዎም ትእዛዛት ይሓልው ኢልዎም ማለት እዩ እግዚኣብሔር ኣምላኽ ዝተመስገነ ይኹን ስለዚ ፍቕርና ንኣምላኽ እንገልጸሉ መገዲ ወይ ከኣ ንኣምላኽ ሲ የፍቅረካ እየ ኢልና ብኣፍና ጥራይ ስለ ዘውጻእና ዘይኮነስ ግን ብህይወትና ኢና ፍቕሪ ኣምላኽ እንገልጽ። ድበዘሐ ሰብ እውን ብደገ ኮይኑ ክርእየና ከሎ እቲ ብርሃን ኣምላኽ ካባና ከም ዘሎ ብምንታይ እዩ ዝፍለጥ? ብኣካይዳና እዩ ዝፍለጥ። ሓቀይ ዶ? ብኣካይዳና እዩ ዝፍለጥ። እግዚኣብሔር ይመስገን። ዝኾነ ይኹን ሰብ እውን ወንጌል ወይ ከዓ ወይ ከዓ ብስራት ኣምላኽ ቅድሚ ምስካርካሲ መጀመርታስ ተስዓ ፐርሰንት ሂወትካ እዩ ዝርኢ ይብሉ እዞም ናይ ወንጌላውያን ኣሕዋትና ዝነገሩና ማለት እዩ ተስዓ ፐርሰንት ሂወትካ እዩ ዝሰብኽ ተስዓ ፐርሰንት ንስኻ ኣብ የሱስ ክርስቶስ ዓሪፍካ ትነብር ከም ዘለኻ ሰላም ከም ዘለካ የሱስ ክርስቶስ ኣምላኽካ ወይ ከኣ ኣምላኽ ውን ኣምላኽካ ምዃኑ እዚ ኣምላኽ እዚ ከኣ ኣብ ኩሉ ዘየሕፍረካ ምዃኑ ንሱ ዝበለካ ብምግባርካ ድማ ኩሉ ግዜ ተዓዊትካ ትወጽእ ከም ንስር ትማላለስ ምዃንካ ሰናይካ ድማ ኣብ ኩሉ ግሉጽ ምዃኑ ምስ በርሀ ሽዑ እቲ ሰብ እንታይ ይኸውን ይድነቅ ሓቀይ እቲ ብደገ ዘሎ ይድነቅ እግዚኣብሔር ይመስገን ስለዚ ፍቅሪ ኣምላኽ እንገልጸሉ መገዲ ሓደ ካብኡ እንታይ እዩ እቲ ንሱ ዝበለና ወይ ከኣ በቲ ንሱ ዝበለና ምምላስ እዩ ካልእ እውን እምነትና እነርእየሉ መገዲ እዩ ምእዛዝ እምነትና ነርእየሉ መእዲ መገዲ እዩ ንበል ንኣብነት ሓደ ሰብ ከም ዝኣመነ ያቆብ ብዙሕ ግዜ ከምኡ ኢሉ ምሂሩ ኣሎ እስከ እስኻ ብእምነትካ ከምዚ ኣነ ከኣ ብግብረይ እምነተይ ከርእየካ እየ ገለ ኢሉ እሎምሽ ሕጂ ግን ድሕር ርኢኽሞ ኮንኩም ካብ መጀመርታ ንኣብነት ኖህ ተነጊሩ ምሽ መጀመርያ እኮ ተነጊሩ እዩ ን ምስ ተነገረ እዚ ህዝቢ እዚ ከምዚ ኮይኑ ኣሎ እሞ ንስኻ ግን እንታይ ግበር ኢሉ መርከብ ስራሕ እዚ እሱ ድምፂ ካብ ኣምላኽ ምስ ሰምዐ ነታ መርከብ ክሰርሓ ከሎ ብምንታይ እዩ ሰሪሕዋ ብእምነት እዩ ሰሪሕዋ ሓቂ ኣይረኣዮን እኮ ክማይ ክመፅእ ኣይረኣዮን ግን እግዚኣብሄር ኢልዎ ነታ ዝበሎ ከዓ ብእምነት እንታይ ገይርዋ ሰሪሕዋ ድሒኑ ኣብርሃም ከ ቃል ዶ ሰሚዑ መጀመርታ ካብዚ ህዝቢ እዚ ውጻእ ናብቲ ኣነ ዘርእየካ ከእ ኪድ ምስ በሎ እንታይ ጌሩ ብእምነት ተኣዚዙ ኣምላኽ ይመስገን ንሕና እውን እኮ ብእምነት ክንእዘዝ ኢና ተጸዊዕና እግዚኣብሔር ስሙ ይባረኽ ካልኦት እውን ከምኡ ይስሐቅ ከምኡ ያዕቆብ እውን ከምኡ ከይባረኽካኒ ሓድገካኒ ክሳዕ ናብ ምባል ከይዱ ገለ ሕጂ እቶም እቶም ኩሎም ክንሪኦም ከለና ብእምነት እዮም ዝባረኹ ኣብ ሓድሽ ኪዳን ክንሪኦ ከለና እዚ ህይወት እዚ ብኸመይ ይግለጽ ወይ ከኣ ብኸመይ ክንሪኦ ንኽእል ክንብል ንኽእል ኢና። ብዙሕ ብዙሕ ነገራት ክንርኢ ንኽእል ኢና። እግዚኣብሔር ኣምላኽ ዝተመስገነ ይኹን። እግዚኣብሔር እስኪ ኣብዚ እንታይ ይብል እቲ ንኣብነት ምስቲ ኩሉ ዝኽእል ኣምላኽ ክንመላለስ ከለና ከም ንኣብነት ናይ ሃዋርያት ህይወት እንድሕር ርኢናዮ ብትእምርትን ተኣምራትን ዝተኸበበ ህይወት ከም ዝነበረ ኩላትና ኣይንዝንግዖን ኢና ምሽ ንኣብነት ዮሃንስን ጴጥሮስ እንታይ ገይሮም ኣብቲ ኣፍ ደገ ቤት መቕደስ ዝልምኖም ዝነበረ ሰብኣይ እንታይ ኢሎሞ ንሕና ዝወሃብ የብልናን ግን ብሽም የሱስ እንታይ ኢሎሞ ብሽም የሱስ ብእምነት ስሒቦም ኣይፈቱን እየ ኢሉ ርኹስ ነገር ምስ በለ ኣምላኽ ከኣ ነቲ ኣምላኽ ዘጽደቖ ንስኻ ኣይተርክሶ ኢሉ ሰለስተ ግዜ ከምኡ ኢልዎ ብድሕሪኡ ጴጥሮስ ናይ ምእዛዝ ህይወት ንርእየሉ ኢና ምሽ እንታይ ኢልዎ ሽዑ ነቶም ዝመጹኻ ዘለዉ ሰባት ምስኦም ኪድ ሓገረ ምስኦም ኪድ ኢልዎ ሽዑ እንታይ ርዩ እንታይ ርዩ ጴጥሮስ ፍሉይ ነገር ርዩ ምሽ ኣብቲ ገዛ ምስ ኣተወ ኣፉ ምስ ከፈተ ቅድሚ ሕጂ ሓሲብዎ ዘይፈልጥ ንዓና ጥራይ እዩ ዝግብኣና መንፈስ ቅዱስ ኢሉ ድሓስቦ ዝነበረ ሽዑ ኣብቶም ህዝቢ ቃል ምስ ተዛረብ ክዛረብ ምስ ጀመረ እቶም ህዝቢ እንታይ መሊእዎም መንፈስ ቅዱስ መሊእዎም ኣብ ገላትያ ኣብቲ ድሓር ኣብ ግብረ ሃዋርያት እውን ክዛረብ ከሎ ክካትዑ ገለ ከለውሲ ሽዑ ተሲኡስ ወኣቱም ኣሕዋተይ ንሕና ከምዚ ርኢና ኢና ኣምላኽ ከምዚ ገይሩ ካብ ሃቦምሲ ንሕና እሞ ከመይ ገይርና ንኽልክሎም ኢሉ ክሳዕ ናብ ምዝራብ ከይዱ። ሓድሽ ምግላጽ ኮይኑሉዶ? ሓድሽ ህይወት ኮይኑሉ። ኣምላኽ ይመስገን። ንሕና እውን ብኸምኡ መገዲ እንመላለሰሉ መገዲ እንታይ እዩ? ብምእዛዝ እዩ። ኪድ ናብ ዝበለካ ብምኻድ እዩ። እተው ናብ ዝበለካ ብምእታው እዩ። ምክንያቱ ነቲ ኣብ ውሽጥኻ ዘሎ መንፈስ ቅዱስ እንድሕር ደይተሰምዖ ኮንካሲ ዋትስ ደ ሪዝን እሱ ኣብኡ ኮፍ ኢሉ ዘሎ ደኣ ኢና ንብል ዘለና ሽዑ ነዚ መንፈስ ቅዱስ እዚ ናብ ዝመርሓና ኩሉ ክንከይድ ከለና ከምቲ ኣብ ቃል ኣምላኽ ተጻሒፉ ዘሎ በቲ ዘፍቀረና ካብቶም ሰዓርቲ ኣጸቢቕና ንበልጽ ኩሉ ግዜ ሰዓርቲ ኮይና ኢና ንነብር ኣምላኽ ይመስገን ዋላ ዘፍርሕ ነገር ይኹን ዋላ ዘንቀጥቅጥ ነገር ሓዊ ዝመስል ነገር ዋላ ጎቦ ይኹን ዋላ ገልጠምጠም ይኹን ዋላ ሰባት በትሪ ሒዞም ካራ ሒዞም ዝጸበዩኻ እምኒ ሒዞም ዝጸበዩኻ ብዘይገድስ ማለት እዩ እቲ ኩነታት ዝብሎ ዘሎ ካልእ ክኸውን ይኽእል እዩ። ነቲ ኣብ ውሽጥኻ ዘሎ መንፈስ ቅዱስ እንተ ብሓቂ ሰሚዕካዮ፣ ከምቲ ንሱ ዝብለካ ዘሎ እንተ ጌርካ ከኣ ልክዕ ከምቲ ናይ ጳውሎስ ዝገብሮ ዝነበረ፣ ንሕና ድማ ንቕፍርናሆም ክንከይድ ደለና፣ መንፈስ ቅዱስ ከልከለና፣ እንታይ ገበርና? ከምኡ እዩ ክርስትያን ክኸውን ዘለዎ። ኣምላኽ ይመስገን። ስለዚ ሰዓብቲ ኣምላኽ ንኹን እንብል ዘለና እቲ ቃል ኣምላኽ እዚ ከምዚ ዝብለና ዘሎ ብኸምኡ እዩ። ኣብ ኣነ እኮ ብዙሕ ኣብ ክርስትና ነዊሕ ገይረ እየ ኢለ ብዙሕ ዘይተመካሕኩ ኣምላኽ ይመስገን ግን ኣብተን ቁርብ ዓመታት ኣብ ክርስትና ዝገበርኩለን ግን ገለ ገለ ነገራት ምዕባለታት ስርኤ እየ ክብል ይኽእል እየ ሕጂ ብዛዕባ ቁርብ ንእሽተይ ክንዛረብ ተኾይና ብዙሕ ከየመጠጥኩ ከየጋነንኩ ማለት እዩ ኣምላኽ ይመስገን ኣብ ሓደ እዋንሲ ደሓን እቲ ዓመተ ምህረት ገለ ገዲፍና ኣብ ሓደ እዋን ናይ ሂወትናስ ኩላትኩም ኣስተውዒልኩሞ ትኾኑ ኢኹም ብዛዕባ ናይ ትምህርቲ ብልጽግና ዝብሃል ምሽ ሓድሽ መጺኡ ብፍላይ ኣብ ኣፍሪቃ ብጣዕሚ ገኒኑ ኔሩ ምሽ ትምህርቲ ብልጽግና ሕጂ እቲ ትምህርቲ ብልጽግና ሕማቕ እዩ ጌጋ እዩ ገለ ንምባል ኣይኮንኩን ኣነ ከምኡ ዝብል ዘለኹ ምኽንያቱ እቲ ወዲ ሰብ ወይ ከኣ ሓደ ክርስትያን እቲ ንዕኡ ዝተገብረሉ ክፈልጥ ሰናይ እቲ እሱ ኣምላኽ ዘቐመጦ ወይ ከኣ ኣብ ኣባባና ዘቐመጦ ስልጣን ክፈልጥ ሰናይ እዩ ኣምላኽ ይመስገን ግን እንታይ እናኾነ ከይዱ መሲልኩም ቁሩብ እናተመጠጠ ምስ ከደ እንታይ ነየናይ ጎስይዎ መሲልኩም ነቲ ምእዛዝ ዝብል ሓሳብሲ ጎስዩ ጎስይዎ ከይዱ ሕጂ ንዕኡ እናጎሰየ ምስ ከደ ሰብ እንታይ ፖዚሽኑ ናበይ ቀይሩ መሲልኩም ሰብ እንድሕር ኣስተውዒልኩም ልኾንኩም ምናልባት ኣነ ኸኣ ክጋገ እኽእል እየ ክትእርሙኒ እቲ ሰብ ግን ካብ ተኣዛዛይ ናብ ኣዛዛይ ወይ ማዕረ ኣምላኽ ናብ ምዃን ገጹ ኸይዱ ኣተሓሳስባናስ ክቕየር ጀሚሩ ኣምላኽሲ እቲ ኣብ ኤፌሶን ሓደ ጽሒፍዎ ዘሎ ንውዳሴ ክብሩ ትብል ዘላሲ ኣምላኽ ንውዳሴ ክብሩ ከም ዝፈጠረናስ ቁሩብ ክንዝንግዖ ጀሚርና እንታይ ክንገብር ጀሚርና መሲልኩም ኣምላኽሲ ንበረኸት ኢሉ ዝፈጠረና ጥራይ ጌርና ክንሓስብ ጀሚርና ኣምላኽ ኩሉ ነገር ክቐንዓልና ጥራይ ድፈጠረና ጌርናስ ክንሓስብ ጀሚርና ኣነ ከኣ ተጋጊ ክኸውን ይኽእል ከምኡ ምሕሳበይ ማለት እዩ ግን ሽዑኡ እዚ ንዓይ ኣየበለንን ኣይ ጽቡቕ ናብ ጽቡቕ ቦታስ ኣይመርሓንን ካብ እግዚኣብሄር ተጸባይ ጥራይ ይገብረካ እሞ እቲ እግዚኣብሄር ክትገብሮ ዘለካ እቲ ኣምላኽ ዝሃበካ ነገር ትርስዖ እንታይ ድኣ ትኸውን ኣብ ከሪመላ ወዲ ከሪመላ እቲ ዝኸውን ዘሎ ነገራት ገለ ትጥምት ኣብ ክንዲ እቲ ዝዓበየ ነገር ኣብ ቅድሚኻ ተገቲሩ ዘሎ ነገር ትብል ማለት እዩ የሱ መንፈስ ቅዱስ ዝበለካ ነገር ብምግባርካሲ ንኣምላኽ ስለ ተስምሮ ዘለኻስ እግዚኣብሄር ከምቲ የሱስ ክርስቶስ ኣብ ማቴዎስ 3 633 ኢልዎ ዘሎ ንስኻትኩም ግና መንግስትን ኣምላኽን መንግስቲ ኣምላኽን ጽድቁን ድለዩ ኩሉ ከኣ ይስዕበኩም ትብልሲ እንታይ እንታይ ኮይና ተቐይራ ንስኹም ደድሕሪ በረኸት ጉየዩ ሽዑ ኸኣ ኣምላኽ ሕራይ ክብለኩም እዩ ዓይነት ኮይና ማለት እዩ። ሕጂ ከምኣ ኮይና ክትከይድ ቃል ኣምላኽ ኣይኮነትን ሓቀይ ምናልባት ተጋ- ጌጋ ተረዲእና ክኸውን ንኽእል እዩ ግን ኩላትኩም ከምኡ ኣለኩም ማለት ኣይኮንኩን ግን እቲ ትምህርቲ ምስ መጸ ግን ቁርብ ምስ ተመጠጠ እዚ ብምሉኡ ኣብ ቀሜና ተገቲሩ ዘሎ ክንዲ ጎቦ ዝኸውን ብዛዕባ ምእዛዝ ዝነግር ነገርሲ ጎሲናዮ ሓሊፍና ዓይነት ከምዚ ተጎስዩ ዓይነት ኮይኑ ተሰሚዕኒ ሕጂ ካብ ከሙኡ ክከውን ግን እቲ እቲ ልክዕ መልክዑ ወይ ከኣ እቲ መገዱ ክሕዝ እንድሕር ኮይኑ ግን ከመይ እዩ ክከውን ዘሎ መሲልኩም ቫይስ ቨርሳ እዩ ክከውን ዘሎ ብኣንጻሩ እዩ ክከውን ዘሎ ንሕና ነታ ነፍቅሮ ኣምላኽ ሓዳር ዝገበርኩም ትፈልጡ ኢኹም ውሉድ ዘለኩም ትፈልጡ ኢኹም ዓርኪ ዘለኩም ዓርኪ ዘላትኩም ወለዲ ዘለውኩም ኩሎም ኩላትናስ ንፈልጥ ኢና ነቲ እነፍቅሮ ወላዲና ከከውን ይክእል ሓውና ሓፍትና ክከውን ሰበይትና ክትከውን ትክእል ሰማይን ምድርን ከነላግብ ኢና ንፍትን ከነሐጉሶ ሓቀይ ዶ ተጋጌ ድየ ሰማይን ምድርን ከነላግብ ኢና ንፍትን ንእግዚኣብሄር ድማ ንእግዚኣብሄር ድማ ድሕር ነፍቅሮ ኮይና እስኪ እንታይ እዩ ሓሳብካ እንታይ ኢኻ ትደሊ ዘለኻ ክትብል ኢኻ ትውዕል ምሽ ከምኡ እንዲ ሓቂ ከምዚ እየ ዝደሊ ዘለኹ ክትብል ኣይኮንካን ትውዕል እንታይ እዩ ሓሳብካ እንታይ እዩ ድሌትካ እንታይ ትርኢ ኣለኻ ኣብ ቅድሜኻ እንታይ ክኾነልካ ናበይ ክኸደልካ እንታይ ክገብር ከመይ ክኾነልካ ሓቀይ እዚ እዩ ድመልኣካ ውሽጥኻ እቲ መንፈስ ቅዱስ ድማ ኣብ ውሽጥኹም እዚ ነገር እዚ እንድሕር ኣምጺእልኩምሲ ኣይንኸልክሎ ኣይንከልከል ንምባል እዩ እዚ ቃል እዚ መጺኡ ሎምዓንቲ እግዚኣብሔር ኣምላኽ ዝተመስገነ ይኹን ኣብ ብዙሕ ነገራት ናይ ህይወትናሲ እዚ ነገር እዚ ንሪኦ ኢና ኣነ ብህይወተይ ተሞኪረየን ኣለኹ ዋላ ኣብዘኒ ውሑዳት ዓመታት ተሞኪረየን ኣለኹ ግበር ዝበለኒ ሰኣን ምግባረይ ዝተሳቐኹሉ ነገራት ኣሎ። ኣይትግበር ዝበለኒ ብምግባረይ ዝተሳቐኹሉ ነገራት ኣሎ። ግበር ምስ በለኒ ምስ ገበርክዎ ከኣ ዝወጽኣ ዝረኣኹሉ ውጽኢት ኣሎ። እግዚኣብሄር ኣምላኽ ዝተመስገነ ይኹን። ኣብዚ ብህይወት ደው ኢለ ቅድሜኹም ከምዚ ኢለ ክዛረብ ከማን ኣምላኽ ብምሕረቱ እግዚኣብሄር ኣምላኽ ዝተመስገነ ይኹን። እሱ ፈቃር ስለ ዝኾነ ምሕረቱ ከኣ ኣባይ ስለ ዘብዝሐ ተዘይከውን ነይሩሲ ብሂወት ኣይምሃለኹን እግዚኣብሔር ይመስገን ግን ጎይታ ሰናይ እዩ ጎይታ ይዕገስ እዩ እግዚኣብሔር እዚ ዝዕገስ ኣምላኽ እዩ ዘለና ኣምላኽ ይመስገን ስለዚ ነቲ ከምዚ ገይሩ ዘፍቀረና ኣምላኽ ድማ ሓደ ውፅኢት ናይቲ ንኣብነት ከነምልኾ ፀኒሕና እግዚኣብሔር ኣምላኽ ዝተመስገነ ይኹን ምእዛዝ ከዓ ሓደ ክፋል ናይቲ ኣምልኾ እዩ እግዚኣብሔር ይመስገን ሃሌሉያ እግዚኣብሔር ኣምላክ ዝተመስገነ ይኩን ከፈራርሓኩም ገለ ኢለ ኣይኮንኩን ግን እቲ ሓቂ ኣብ ቃል ኣምላክ ከምዚ ይብል እግዚኣብሔር ይመስገን ኣምላክ በይንካ ከዓ ከምዘይሓድገካ ክንርኢ ንክእል ኢና ኣብ ዮሃንስ ሸሞንተ ትሽዓተ እንድሕር ርኢና ማለት እዩ ኣብ ዮሃንስ ሸሞንተ ትሽዓተ ከምዚ ይብል እሳቶም ግና እዚ ምስ ሰምዑ ብሕልንኦም ተረትዑ ዮሃንስ ሸሞንተ እቲ ዝለኣኸኒ ኸኣ ምሳይ ኣሎ፣ ኵሉ ሳዕ ባህ ዚብሎ እገብር እየ እሞ፣ በይነይ ኣይሓድገንን እዩ በሎ። ኣምላኽ ይመስገን። ርኢኹሞ? ብ- እቲ እቲ ዝብሎ ይገብር እየ እሞ እንታይ ኣይገብረንን እዩ? ኣይሓድገኩምን እዩ ንዓኹምን። እግዚኣብሄር ኣምላኽ ዝተመስገነ ይኹን። እ፣ ሓደ ሓደ እዋን ምናልባት ከምዚ ዝኸበደ ክመስል ይኽእል፣ ግን እግዚኣብሄር ግና ኣይሓድገናን እዩ ብድሕሪኡ ክንሪኦ ንክእል ሓደ ሓደ እዋን ሳዕቤናት ዘይምእዛዝ ወይ ከኣ ሸለል ምባል ብዙሕ ነገር ከምጽእ ይክእል እዩ ንኣብነት እቲ ንዓና ዝተዋህበና መንፈስ ቅዱስ እንታይ ይከውን መሲልኩም እቲ ንሕና እቲ ንሱ ዝበለና ብዘይ ምግባርና እንታይ ይከውን መሲልኩም ኣብ ኤፌሶን ኣርባዕተ ሰለስ ሰላሳ ክንሪኦ ከለና ከምዚ ይብል ነቲ ንመዓልቲ ምድሓን እተሓተምኩምሉ ናይ ኣምላኽ መንፈስ ቅዱስ ኣይተጕህይዎ። ምሽ ሓቀይ ዶ? እግዚኣብሔር ኣምላኽ ዝተመስገን መንፈስ ቅዱስ እንታይ ይኸውን እዩ? ይጉህ እዩ። ይጉህ እዩ። ሕጂ መንፈስ ቅዱስ ብዙሕ ግዜ ንዓና ዝብለና እንታይ እዩ ድሕር ተሞኪርናዮ ኮይና ኣብ ውሽጥና እግዚኣብሔር ኣምላክ ዝተመስገነ ይኩን ኩሉ ግዜ ናብቲ ኣምላክ ዝከብረሉ ነገር እዩ ዝመርሓና ናብቲ እግዚኣብሔር ዝደልዮ ነገር እዩ ዝወስደና ናብቲ እግዚኣብሔር ዝሕጎሰሉ ክጥምት ይገብረና እግዚኣብሔር ይመስገን ስለዚ ነዚ መንፈስ ቅዱስ እዚ ኣለሊና ምስኡ ጥራሕ ክንመላለስ እዩ ዝግባኣና እንተዘይኮይኑ እዚ መንፈስ ቅዱስ ክጉሂ ይጅምር ኣብ ገሊኡ ከዓኒ ኣብ ቀዳማይ ተሰሎንቄ ሓሙሽተ ዓሰርተ ትሽዓተ ከኣ እንታይ ኢልዎ ኣሎ መሲልኩም መንፈስ ኣይተጥፍኡ ኢሉ ኣሎ ስለዚ ክተጥፍኦ እውን ትኽእል ኢኻ ማለት እዩ ሕጂ ንኣብነት ኣብ መልእኽቲ ያዕቆብ ሓደ ሲ ከምዚ ኢሉ ኣሎ ምሽ እስኪ ነንብብ ኣብ ሓንሳብ ኮይና እግዚኣብሄር ይመስገን ሓደ ካብቲ ኣብ ህይወትና ክኸውን ዝኽእል ነገራት ስለ ዝኾነ እግዚኣብሄር ኣምላኽ ዝተመስገነ ክንጥንቀቐሉ ይግባኣና እዩ ኣምላኽ ይመስገን ኣብ ሓደ ብዛዕባ እቲ ብዛዕባ ፈተና ምስ ተዛረበ ሽዑ እንታይ ኢሉ ኣምላኽሲ ብእኩይ ኣይፍትንን ባዕሉ እውን ንሓደ እኳ ኣይፍትንን እዩ እሞ ሓደ እኳ ምስ ተፈተነ ኣምላኽ ፈቲኑና ይበል ምስ በለ ነፍሲ ወከፍ ግና ኢሉ ብገዛእ ትምኒቱ ተሳሒቡን ተሓቢሉን እዩ ዝፍተን ኢሉ ሕጂ እንታይ ንኸውን መሲሉኩም? ነዚ መንፈስ ቅዱስ እዚ ምስማዕ ምስ ኣበናዮ፣ እቲ ቃል ይመጸና እሞ እቲ ቃል ዝተዋህበና ነገር ኩሉ ኣብዚ ተጻሒፉ ዘሎ ብምሉኡ ቃል እግዚኣብሄር ዝበለና ካብ ሰማዕቲ ናብ ገበርቲ እንድሕር ዘይተቐይርና እንታይ ይኸውን ሽዑ ይመጽእ መሲሉኩም? እቲ ስጋ ከዕብልል ይጅምር። ሓቀይ እቲ ስጋ ከዕብልል ይጅምር እቲ ስጋ ምስ ዓብለለ እንታይ ይመፅእ እቲ ትምኒት ዝበሃል ነገር ይመፅእ ይመፀና ምክንያቱ ስጋ ብባህሪኡ ከምኡ ስለ ዝኾነ ዓለም ከዓ ብብዙሕ መገዲ እያ ትፍትነና ሰይጣን ከዓ ከምዚኣ ኢሉ ዝጠማመት ዘሎ ክምንዝዕ ማለት እዩ ስለዚ እንታይ ትኸውን ሽዑ ትምኒት ነገር ምስ መፀ ናበይ ትወና ናብ ሓጢኣት ገጹ። ንኣብነት ትምኒት ብዛዕባ ገንዘብ ክኸውን ይኽእል እዩ፣ ብዛዕባ ሃብቲ ክኸውን ይኽእል እዩ፣ ብዛዕባ ብዙሕ ካልእ ነገራት እውን ክኸውን ይኽእል እዩ። ምዕብላል፣ ምስልጣን፣ ሓይሊ ምሓዝ፣ ገለ ብዙሕ ነገር ክኸውን ይኽእል እዩ፣ ፓወር ገለ ክኸውን ይኽእል እዩ። ግን እንታይ ይገብረና መሲልኩም ሽዑ ንሱ? ን ንኣምላኽ ምቁጻር ንገድፎ። ሓይሊ ኣምላኽ ንዝንግዖ። መንነት ኣምላኽ ንርስዕ። ምኽንያቱ እቲ መንፈስ ቅዱስ እንታይ ኮይኑ ኣሎ ስለ ዘሎ ምስማዕ ምስ ኣበናዮ ምስ ኣበናዮ ምስ ኣበናዮ ደቂስናዮ ኢና ስለዚ እንታይ ይኸውን ሽዑ ሰብ ኢዱ ይሰድድ ሓጢኣት ንክገብር ሓጢኣት ምስተፈፀመ ከንታይ እዩ ዝወልድ ሞት እዩ ዝወልድ ካብኡ እንተ ብንስሓ ተሰብ ዘይተመሊሱ ማለት እዩ እግዚኣብሔር ኣምላክ ዝተመስገነ ይኩን እግዚኣብሔር ሰናይ እዩ እግዚኣብሔር ካብ ኩሉ ነገር ከድሕነና ክብጀወና ክረድኣና እሙን ኣምላክ እዩ ከምኡ ስለ ዝኮነ ድማ እዩ እቲ ኩሉ ዝክእል ወይ ከዓ እቲ ሳልሳይ ኣካል ስላሴ ምሳና ዘሎ ኣምላክ ይመስገን እንታይ ስለ ዝኮነ እግዚኣብሔር ሳልሳይ ኣካል ምሳና ዘሎ ካብ ኩሉ ዝገጥመና ነገር፣ ካብ ኩሉ ዝመጽኣና ነገር፣ ካብ ኩሉ እቲ ኣብ ልዕሌና ዝተወርወረ ፍላጻታት፣ ካብቲ ኩሉ ደርገፍገፍ፣ ካብቲ ናይ ጸልማት መገዲ ተዓሚትና ከይንኸይድ፣ ዕዉር ንዕዉር ከይመርሖ ምእንቲ፣ ናብ ጉድጓድ ከይንኣቱ፣ ናብ ጥፍኣት ከይንኣቱሲ፣ እቲ ብርሃን ዘለዎ ሳልሳይ ኣካል የሱስ፣ ሳልሳይ ኣካል ዝኾነ ስላሴ ምሳና ኣሎ። ኣምላኽ ይመስገን። ሃሌሉያ! እዚ ፈቃር ኣምላኽ እዩ ዘለና። እግዚኣብሄር ይመስገን። እቲ ሳልሳይ ኣካልሲ ሰዲድዎ። የሱስ ክርስቶስ እንታይ ኢሉና? እንታይ ኢሉ መሲልኩም? ኣነ ናብ ኣቦ ከይድ ኣለኹ፣ ግናኸ እንታይ ክገብረልኩም እየ? መጸናንዒ ንኣቦ ክልምኖ ንሱ ኸኣ መጸናንዒ ክሰደልኩም እዩ። እግዚኣብሔር ይመስገን። ንሱ ኸኣ እንታይ ክገብረኩም እዩ? ዝበልኩኹም ኩሉ ከዘክረኩም እዩ። ኣምላኽ መስገን። ንዓለም ድማ ክረትዓ እዩ። እግዚኣብሔር ይመስገን። ሃሌሉያ። ስለዚ ንዓለም እንረትዓሉ፣ ንዓለም እናሰዓርና ንወጸሉ ኩሉ መገድታትና ማለት እዩ። እቲ የሱስ ክርስቶስ ዝበለና ሓይሊ ጸጋ ተቐቢልና እንኸደሉ እንማላለሰሉ ምሳና ስለ ዘሎሲ ንምንታይ ንሕዞ? ንሕና ሰዓብቲ ኣምላኽ ክንከውን ዝተጸዋዕና ሰባት ኢና ኣምላኽ ይመስገን። ንኣምላኽ ክንመስል ዝተጸዋዕና ሰባት ኢና እግዚኣብሄር ኣምላኽ ዝተመስገነ ይኹን። ሃሌሉያ ስለዚ በዚ ለማዓንቲ እዚ ዝኾነ ይኹን ሰብ እንተ ኣምላኽ ይመስገን ካብዚ ናይ ሽዱሽተ ሚእቲ ልዕሊ ሽዱሽተ ሚእቲ ዝኣክል ትእዛዛት ወጽኤ ናብቲ ጸጋ ኣምላኽ የሱስ ወይ ከኣ ናብቲ ሓቂ ኣምላኽ ክኣቱ ይደሊ እየ፣ ሎሚ መዓንቲ ንየሱስ ክርስቶስ ክቕበሎ ይደሊ እየ፣ ናይ ህይወተይ ናይ ግሊ መድሓኒየይ ክገብሮ እየ፣ ምስኡ ክመላለስ እየ፣ በቲ ንሱ ዝህበኒ ሓይሊ ከኣ ክኸይድ እየ ዝብል ሰብ እንድሕር ኣሎ ኮይኑ ሎሚ መዓንቲ ኣብዚኣ ፕሮግራም ጎይታ ክቕበል ይኽእል እዩ፣ እግዚኣብሄር እውን ይቕበሎ እዩ፣ እግዚኣብሄር ኣምላኽ ዝተመስገነ ይኹን። ኣምላኽ ይመስገን እቶም ጎይታ ዝተቐበልና ኣምላኽ ምሳና ዘሎ መንፈስ ቅዱስ ሓይሊ እቲ መንፈስ ቅዱስ ከኣ ዝተዓምና ድማ እግዚኣብሄር ኣምላኽ ዝተመስገነ ይኹን ሎማዓንቲ ኩላትና ኣምላኽ ይመስገን እንታይ ክንብሎ ኢና ንእግዚኣብሄር እንታይ ክኾነልካ ተዛረበኒ ኣበይ ክኸደልካ ንገረኒ ደድሕሬኻ ክጎይ እንታይ ግበረኒ ሰሓበኒ ናብቲ መጓሴኻ ተውዕለን ምሳኻ ክውዕለ እስስኻ ዝበልካኒ ክኸውን እየ ዝተዛረብካዮ ክገብር ዝኣዘዝካኒ ክሰምዕ እቲ ንስኻ ትብለኒ ድማ ክኾነ እግዚኣብሔር ኣምላክ ዝተመስገነ ይኹን ብዝኾነ ኾይኑ ግን እንታይ እዩ ዝገብረና እዚ ኣምላክ እዚ ይእዝዘና ግና ካብ ባዕሉ ይድግፈና እግዚኣብሔር ይመስገን ኣዝዩ ፈቃር ኣምላክ እግዚኣብሔር ኣምላክ ዝተመስገነ ይኹን ዝኾነ ለኣኽ እኳ ይኹም ዘይገብር ዝኾነ ለኣኽ ክልእኸካ ከሎ እዚ ዋላ ኣነ ልኢኸኩም ሲ ድሕር ድልእኸኩም ኮይነ ስታ ክገብር ምሳኹም ኸይድ ሓቀይ ዶ ከምኡ እንዲ ማይ ኣምፃለይ እንድሕር ኢለ ንሓደ ሓው ኣብዚ ሲ ደድሕሪኡ ኸይደ ድየ እታ ማይ ዘምፃእ ኣንጻነ ግን ንሱ ግን እቲ ሳልሳይ ኣካል ስላሴ ዝኾነ ምሳና ኣሎ ክኽእለና ምእንቲ እግዚኣብሔር ይመስገን ቀቅድሜና ሓሊፉ ከ ኩሉ ዝኽልክለና ዘበለ ይኣላልዮ በቃ ኣምላኽ ይመስገን ክባርኸና ስለ ዝፈተወ እኮ ናብኡ ከቕርበና ስለ ዝፈተወ ውሉዱ ክገብረና ስለ ዝፈተወ እኮ ንኩሉ ዝፃብኣና ዘበለ ኣብ ከባቢና ዘሎ ዘበለ ኩሉ የግዕዞ በቃ እግዚኣብሔር ኣምላኽ ዝተመስገነ ይኹን ንኽብሪ ስሙ ኢሉ እግዚኣብሔር ይመስገን ንሕና ድማ በዚ ክንሕጎስ ኢና ኣምላኽ ይመስገን ቀጻሊ ድማ እግዚኣብሔር ኣምላኽ ዝተመስገነ ይኹን ነዚ ኣምላኽ እዚ ልዕል እናበልናዮ እናኽበርናዮ እናወደስናዮ እናሰገድናሉ ክንነብር ኢና ብኡ ክብሪ እናረኣና ክንመላለስ ኢና እግዚኣብሔር ኣምላኽ ዝተመስገነ ይኹን እስከ ንጸሊ እግዚኣብሔር ኣምላኽ ሃሌሉያ ኣሕዋተይ ንጸሊ እግዚኣብሔር ይመስገን ሃሌሉያ